ኸዚ ተዓጽያ ኸዚ ዝሰምዐካ የለይ ወይ ከዓ ወረፋ ሓዝ ወይ ከዓ ክንዲዙይ መዓልቲ ቆፀራ ሓዝ ልብለሉ ለይብሉ እግዚኣብሔር ኩሉ ግዜ ክፍት እዩ ኣብ ጨነቐና ይኹን ኣብ ደስታና ይኹን ኣብ ሓዘንና ይኹን ቸኲልና ይኹን ዘንጊዕና ይኹን እግዚኣብሔር ኩሉ ግዜ ይፅበየና ኣሎ ማለት ኦ ወዲ ዳዊት ኦ ጌታዬ መድሓኒነይ ኢየሱስ ክርስቶስ መሓረኒ ላልካ ትፅምልይ ትጅምር ሰላም ለች ትድምር ኣቡነ ዘበሰማያት ትፅልይ ብድሕሪኡ ሓንቲ መዝሙር ትውስኽ። ብላዕሊ ጀሚርካ ልታሕቲ ኢኻ ተንቆልቆል። እንድሕር ብላዕሊ ጀሚርካ ብጫፍ ብቅርንጫፍ ጀሚርካ ላብ ሱር የኾኒ ብሱር ጀሚርካ ላብ ቅርንጫፍ ኢኻ ትኸድ ማለት። ኣምላኸይ ኣድሕነኒ ኣብ ጸገም እኔኹ። ኣምላኸይ ፈውሰኒ ኣብ ችግር እኔኹ። ኣምላኸይ ኣንጽሀኒ ቆሺሸ እኔኹ ረሲሐ እኔኹ እሞ ኣንጽሀኒ ኢልካ ክጽሊ ከለኹ ሓሳባተይ ይበታተን። እንታይ ክገብር ለየለ ሓሳብ ናይ ልሓለፈ ሓሳባት ይስመዐኒ ይመጽእ። ክፉእ ሓሳባት ይኹኑ ጽቡቕ ሓሳባት ይኹኑ ዝኾኑ ትዝታታት ይመጹና። ስብስብ ኣቢልና ምስ እግዚኣብሔር ኣምላኽና ከይነውግዕ ይገብሩና ወይ ከዓ ይገብረንና እንታይ እዩ እቲ ሓሳብ እዚ ወይ ከዓ እቱ ነገር እዙይ ሲ እንታይ እዩ ብሃመይ እየ ክሰግሮ ልግበእኒ ልብል ሓደ ዓብዪ ቅዱስ ኣቦ መዝሙረ ዳዊት ሒዘም ክፅልዩ ጠጠው ትብል ተለው ሲ ናይ ዓለም ሰይጣን ማለት እዩ ናይ ዓለም ሓሳባት ኩሉ ኣምፅኡ ይፍትኖም ነይሩ ኩሉ በቃ ሓሳባት ኣምፅኡ ከይፅልዩ ሰብሲቦም ምስ እግዚኣብሔሮም ከይራኸቡ ይገብሮም ነይሩ እቶም ዓብዪ ቅዱስ ኣቦ ግን ጸሎቶም ኣየቋረፅ እዩ እንታይ እማ ገይሮም ጠጠው ኣቢሎም ንሰይጣን ዘሰንብድ ሓደ ቃል ተናጊሮም ነይሮም ስለዚ ኣሕና እውን ኣብቲ ሕዚ ግዜ መዝሙረ ዳዊት ምፅላይ ኣብዩኒ ሃመይ ክላመድ መዝሙረ ዳዊት ክፅሊ ከለኹ ዝተፈላለየ ሓሳባት ይስምዐኒ ዝተፈላለየ ይጭነቕ ይፈርሕ ንብዓት ይመፀኒ ኣፈይ እውን ማይ ምልእ ምልእ ይብለኒ ዝብሉን ኻልኦት ብሱረኸ መዝሙረ ዳዊት እና ኻልኦት ጸሎታትሲ ምግቢ በሊዕኻ ከይጽለ ድዩ ዝብል ነገራት ሎማዓንቲ ዝርዝር ኣቢልና ክንሪኦም ሒዝናዮም መጺና እኔና ማለት እዩ ስለዚ ብሩኻት ሎማዓንቲ እንታይ እንታይ ኢና ክንርኢ ማለት እዩ ቅዱሳን ኣቦታትና ልቱ ናይ ጸሎት ፈተናታት ጸሎት ልኸይገብሩ ልዕንቅፈና ልኸይንገብር ልዕንቅፈና ፈተናታት ብሃመይ ሓሊፎሞ ብሃመይ ስዒሮሞ ብሃመይ ምስ እግዚኣብሔር ተራኺቦም ዝብሉ ነገራት ኣሕጽር ኣቢልና ምጥን ኣቢልና ንዓኻትም ብልርዳእ መጠን ክንናጋገር ኢና ማለት እዩ ብሩኻተይ ሰላም ኣምላኽ ምሳኻትም ይኹን ኣነ ዲያቆን ኣሸናፊ ሓውኹም እየ እዚ ከነኣን ሚድያ እዩ ሕዚ ብቲ ናይ መጀመርያ ሓሳብ ኢና ክንጅምር ማለት እዩ እቲ ናይ መጀመርያ ሓሳብ እንታይ እዩ ከዚ ካብ ኣሕዋትና ዝመፀኒ ሕቶታት እዩ ማለት እዩ እሱ እንታይ እዩ መዝሙረ ዳዊት ምፅላይ ክላመድ ደልየ ወይ ከዓ ክዝምር ይደሉ እሞ ክፅሊ ይደሉ እሞ ግን ኣይኸእሎ እየ ብሃመይ ክለማመድ ፀሎት ሲ ብሃመይ ክለማመድ ብል ብዙሕ ሕቶታት ልመፀኒ እኒኤና እሱ ሓንቲ ነገር ክንብል ማለት እዩ መጀመርያ መዝሙረ ዳዊት ወይ ከዓ ካሊእ ፀሎት ሃመይ ገይረ ክለማመድ ቅድሚ ምባልና ናይ ፀሎት እንታይነት ፀሎት ወይ ከዓ ናይ ፀሎት ማንነት ምፍላጥ የድልየና ማለት እዩ ፀሎት ማለት እንታይ ማለት እዩ ብስሩ እንታይ ፀሎት ልብል ነገር ብደንብ ምፍላጥ የድልየና ማለት እዩ ካብኡ ዳሕራይ ሃመይ ገይረ ክላመድ ሃመይ ገይረ ክኸድ ሃመይ ገይረ መዝሙረ ዳዊት ወይ ከዓ ካሊእ ውዳሴ ማርያም ለማር ክንኣቲ ኢና ማለት እዩ ስለዚ መጀመርያ መዝሙር ፀሎት ማለት ምስ እግዚኣብሔር ምውጋዕ ማለት እዩ ምስ ትፍቅሩ ኣምላኽ ምስ ትረርሁ ኣምላክ ምስ ፈጣሪ ዓለማት ሲ ምስኡስ ምውጋዕ ማለት እዩ እዚ ክርደአና እንዲኦ ኩሉ ግዜ ስልካ ምስ ሓደ እግዚኣብሔር ትበሃል ተለ ኩሉ ግዜ ኣሎ ኣፍቱ ባይታ ማለት እዩ ቤተ ክርስቲያን ትበሃል እላ እኮ ኣብ መሬት ኮይና ዕስራ ኣርባዕተ ሰዓት ግን ክፍቲ እያ ከዚ ተዓፅያ ከዚ ዝሰምዐካ የለይ ወይ ከዓ ወረፋ ሓዝ ወይ ከዓ ክንዲዚ መዓልቲ ቆፀራ ሓዝ ዝብለሉ ለይብሉ እግዚኣብሔር ኩሉ ግዜ ክፍቲ እዩ ኣብ ልጨነቐና ይኹን ኣብ ደስተና ይኹን ኣብ ሓዘና ይኹን ቸኲልና ይኹን ዘንጊዕና ይኹን እግዚኣብሔር ኩሉ ግዜ ይፅበየና ኣሎ ማለት እዩ ስለዚ ብሩኻት ፀሎት ማለት ምስ እግዚኣብሔር ኣምላክካ ምውጋዕ ጸሎት ትቀርቡ ተለኩም ኩሉ ግዜ ኢልካ ፎርማል ብዝኾነ ነገር ውዳሴ ማርያም ሒዝካ ወይ ዳዊት ሒዝካ ጠጠው ኢልካ ምጽላይ ጥራሕ ዝመስለና ብዙሓት ኢና ጸሎት ማለት ምስ እግዚኣብሄር ምውጋዕ እንተኾይኑ እግዚኣብሄር እሙን ዓርኪ እዩ እግዚኣብሄር ኣቦና እዩ እግዚኣብሄር ኣፍቃሪና እዩ ስለ ዝፈትወና ስለ ዘፍቅረና ዋጋ ከፊልልና እዩ ኣድሒንና እዩ እዚ ክንፈልጥ እኒና እልቱ ለድሐነና ኣምላክ እልቱ ለፍቀረና ኣምላክ ኩሉ ግዜ ተየውጋዕኹ እይሓድር እዩ ተይተነጋገርኹዎ እይሓድር እዩ ካብኡ በረከት ካብኡ ፍቕሪ ተይተምሃርኹ ተይሓዝኾ ይተርፍ ኢሉ ነገር ካብ ኣብ ሓና ክርደአና ክንሕዝ ይግበአና መጀመርያ ማለት እዩ ስለዚ ጸሎት ማለት ምስ ትፈቀር ኣምላኽ ኣብዚ ክንሕዞ ዝግበአና ምስ እግዚኣብሄር ወይ ከዓ ብጸሎት ናብ እግዚኣብሄር ትቐርብ ተለና ሱና ሙሉዓት ኮይና ጻድቃን ኮይና ናብ እግዚኣብሄር ክንቐርብ በቃ ፍጹማት ኮይና ምልኩዕ ቃላት ኣውፅኢና ዝተመረፀ ቃላት ኣውፅኢናስ ምስ እግዚኣብሄር ክንነጋገር ኢና ኣይንበል ታማ ታለላትና ፀገም ምስ ጭንቅና ምስ ሓዘንና ምስ ልቱ ሓሳባትና ዝተሰበረ ምስ ለሎ ሓሳባትና ሒዝና ናብ እግዚኣብሔር ንኺድ እግዚኣብሔር ኸ እንታይ ኢና ንብሎ እታ ናብ ውሽጥና ማለት እዩ ልእሙን ዓርክና ልንኣምኖ ዓርክና እኳስ እሱ ንገብር እንታይ ኢና ንገብር ንፈትወቶ ኮይናስ ብእምነት ኢና ነዋግዑ ኩላ ነገር ኢና ኣነ እኮ ስለ ዝኣምነካ እየ ለውግዐካ ወይ ከዓ እዚ እኮ እየ ከምዚ ልብለካ ንብል ኢና እሙን ዓርኪ ግን ክርስቶስ እዩ እሙን ፈታዊ ግን ክርስቶስ እዩ እሙን ወላዲ ግን ክርስቶስ እዩ ስለዚ እግዚኣብሄር እውን ሰብ ናይ ስጋ ኣቦና ተሪእና ልለመናዮ ይካለና ለየብሉ እንድሕር ኮይኑ እምበይ ለይለመናዮ ይካለና እግዚኣብሄር ግን እዚ የብሉ እዚ ኣለዎ ተባሂሉ ዘይንገሮ ክደክ እዩ ዘይበሃል ሃፍታም ስለ ዝኾነ ኩሉ ኣለዎ ለኣና ልጠቅም ስካዕ ዝኾነ እውን ይሰምዐና የንብረና እውን ማለት እዩ ስለዚ ኩሉ ግዜ ጸሎት ማለት ምስ እግዚኣብሄር ምንግጋር ምስ እግዚኣብሄር ምንግጋር ለለካ ሻክማ ለለካ ጭንቂ ድማ ለእግዚኣብሔር ሕሊፍካ ምሃብ ደስታ ካብ እግዚኣብሔር ምቕባል ምዃኑ ክንርዳእ ይግበአና ማለት እዩ ካብኡ ጸሎት ክለማመድ ደልየ መዝሙረ ዳዊት ክጽልይ ደሊ ግን ሃመይ ክለማመድ ሃመይ ክጅምር ልብል ጥያቄ ወይ ከዓ ሕቶ ላብኡ ንእተ ማለት እዩ ኩሉ ግዜ ናይ ጸሎት ማንነት እዙይ ምዃን ምስ እግዚኣብሔር ምንግጋር ምዃኑ እንድሕር ፈሊጥና ሃመይ ገይረ ምስ እግዚኣብሔር ክነጋገር ልብል ነገር ወይ ከዓ ሃመይ ገይረ መዝሙረ ዳዊት ይኹን ካልኦት ጸሎታት ክጅምር ልብል ነገር ክንሓልፍ ኢና ማለት እዩ እቲ ቀዳማይ እንታይ እዩ ማለት እዩ ኣሕና ደቂ ሰባት ጸሎት ዝመስለና ከም ስራሕ ኢና ንቆፅሮ ጸሎት ማለት ሲ ሓደ ኣካል ስራሕ ጌርና ንቆፅሮ እሞ ይስልችየና ወይ ከዓ በርደግ ኢልና ልማዓት ጸሎት ጅምር እየ ወይ ከዓ መጀመርያ ትጅምር ተለኻስ ኢልካ ሰላሳ መዝሙር ትዝምር ወይ ከዓ ጠጠው ኢልካ ውዳሴ ማርያም ኩሉ ምስ መልክዓ መልክኡ ትውድኦ ካብኡ ናጋ ድሕሪኡ ለማዓንቲ ምሸት ምስ ወዳእኻስ ናጋ ናጋ ተሊዒለስ መይስኻ ክንድዚ ጭንቀት እኒን መይሱ መዝሙረ ዳዊት ሰላሳ ክዝምር መይሳ ከምዚ ኢላልካ ባዕልኻ ተዕውዮ ኣለኻ ማለት እዩ ተጨንቆ ኣለኻ ርእስኻ ማለት እዩ ካብቲ ትዝምረሉ ካብቲ ተፅልየሉ ላዕልሲ ክፅልእ ድየ ወይ ከዓ መኣዘ ክውዳእ እየ ኢልካ ትጭነቆ ነገር ይበዝሕ ኣሎ ማለት እዩ እሱ እውን ተቐባልነት የብሉ ስለዚ መጀመርያ ብንእሽተይ ነገር ምጅማር ብንእሽተይ ምጅማር ብሓንቲ መዝሙር ምጅማር መዝሙረ ዳዊት ትፅሊ ተደሊኻ ብሓንቲ መዝሙር ልለማዓንቲ ሓንቲ መዝሙር ክፅሊ እየ ምስ እግዚኣብሔር ምስ እግዚኣብሔር ኣምላኸይ ክነጋገር እየ ክፅሊ እየ ከውግዕ እየ ዳዊት ብለውግዐሉ ኣንደበት ዳዊት ብለውግዐሉ ድምፂ ምስ እግዚኣብሔር ኣምላኸይ ከውግዕ እየ ኢልካ ምሕሳብ ተና መጀመርያ ነገር ማለት እዩ እግዚኣብሔር ቅዱስ ዳዊት ኣብዚ ኣብዚ መጀመርያ ክንሪኦ ዝግበአና ሲ ህፃውንቲ ብሓደ ግዜ ጉያ ይጅምሩ እዩ ብሓደ ግዜስ ተላዒሉ ኣይጎይ ህፃን ቀስ ላበለ ቀስ ላበለ ላተጎተተ መጀመርያ መጀመርያ ብብርኩ ይኸድ ሓኡ ላተልዓለ ንእሽተይ ላወደቀ ይኸድ እንደገና ፐርፌክት ኮይኑ ተላዒሉ ይጎይ ማለት እዩ ስለዚ ሕና እውን ፀሎት ትበሃል ተሎ መጀመርያ ብሓንቲ መዝሙር ምጅማር ኦ ወዲ ዳዊት ኦ ጌታዬ መድሓኒነይ ኢየሱስ ክርስቶስ መሓረኒ ላልካ ትጽሊ ትጅምር ሰላም ለች ትድምር ኣውነ ዘበሰማያት ትጽሊ ብድሕሪኡ ሓንቲ መዝሙር ትውስኽ ብድሕሪኡ እሳ ምስ ህይወትካ ምስ ነብስኻ ምስ ተሰራጨት ምስ መሰልካ ልእግዚኣብሄር ልዳዊት ምስ መሰልካ እንታይ ትገብር ካልኣይቲ መዝሙር ሳለሰይቲ መዝሙር ላወሰካ ትኸድ ማለት እዩ ብድሕሪኡ ሳላሳ ይኾነይ ቅዱሳን ኣቦታትና እኮ ኩሉ ግዜ መዝሙረ ዳዊት ሙሉእ ሸውዓተ ግዜ ይኹን ዓሰርተ ግዜ ይኹን ይደግምዎ ነይሮም ሙሉእ የልው ኣለኹም እንታይ ስለ ዝገበሩ ብንእሽተይ ብንእሽተይ ስለ ዝኸዱ ጣዕሚ ናይ ጸሎት ጣዕሚ ስለ ዝተረድኦም ማለት እዩ ምስ እግዚኣብሔር ምውጋዕ ምዃኑ ስለ ዝተረድኦም ካብ ምስ ሰብ ምውጋዕ ምስ እግዚኣብሔር ምውጋዕ እንደየና ይበልጽ ምዃኑ ስለ ዝተረድኦም ማለት እዩ ብላዕሊ ጀሚርካ ልታሕቲ ኢኻ ተንቆልቆል እንድሕር ብላዕሊ ጀሚርካ ብጫፍ ብቅርንጫፍ ጀሚርካ ላብ ስሩ ይኾን እዩ ብስሩ ጀሚርካ ላብ ቅርንጫፍ ኢኻ ትኸድ ማለት እዩ ስለዚ ብሩኻት መጀመርያ ክንገብሮ ዝግበአና ብንእሽተይ ምጅማር ብንእሽተይ ምጅማር ልብል ንሓዝ ካብ ብዙሕ ጸሎታት ስኢሉ ምንባብ መዝሙረ ዳዊት ወይ ከዓ ጸሎት ትበሃል ተሎ ምንባብ ይኾነ ምሽፋን ይኾነ ጸሎት ትበሃል ተሎ ትለለካ ጸገም ትለለካ ደስታ ትለለካ ሓዘን ኩሉ ንእግዚኣብሔር ኣሕሊፍካ ምሃብ ካብ እግዚኣብሔር ድማ ምቕባል ማለት ምስ እግዚኣብሔር ምውጋዕ ማለት እዩ ኢንተርናላይዝ ምግባር ውሽጣዊ እዩ ደጋዊ ይኾነ እዩ ስለካ ሽፍን ሽፍን ኣቢልካ ትኸዶ ማለት እዩ ስለዚ ፀሎት ማለት ምስ እግዚኣብሔር ምውጋዕ እንድሕር ኮይኑ ሓንቲ መዝሙር ሎማዓንቲ ተኣኽለኒ እያ ከለማሙደ እዩ ህይወተይ ምክንያቱ ልምዲ ዓብዪ ሓይሊ እዩ ተለማሚድካዮ ተለማሚድካዮ ኩሉ ግዜ ፐርፌክት ትመፅእ ኢኻ ወይ ከዓ ምስ እግዚኣብሔር ዘራኽበካ ዓንኬል ወይ ከዓ መሳልል ማለት እዩ ትሃንፅ ኢኻ ማለት እዩ ኩሉ ግዜ ሃው ምስ እግዚኣብሄር ልክተውግዕ ምስ እግዚኣብሄር ልክትናጋገር ትችኩል ማለት እዩ ትሃፅፅ ማለት እዩ ቅዱሳን ቦታትና ይሃፁ ነይሮም ይችኩሉ ነይሮም ስለዚ ብእውነቱ እግዚኣብሄር ኣብ ኩሉ ቦታ ኣሎ እንታይ ኢና ፀሎት ትበሃል ተሎ ስኢልካ ኩሉ ግዜ ቤተ ክርስቲያን ከድካ መፅሓፍ ናይ መፅሓፍ ናይ ፀሎት መፅሓፍ ሒዝካ ምቋም እውን የኮነ እንታይ እማ ምስ እግዚኣብሄር ጠጠው ኢልካ ኩሉ ግዜ እግዚኣብሔር ኣብ ኩሉ ቦታ እንድሕር ሃልዩ እንታይ ኢኻ ትገብር ማለት እዩ ኣብ ኩሉ ቦታ ኮይንካ ተውግዖ ኣብ ኩሉ ቦታ ኮይንካ ትጽሊ ኣብ ኩሉ ቦታ ኮይንካ ችግር ኻይ ጸገም ኻይ ትነግሮ ኣምላኸ ኣድሕነኒ ኣብ ጸገም እኒኹ ኣምላኸ ይፈውሰኒ ኣብ ችግር እኒኹ ኣምላኸ ኣንጽሀኒ ቆሽሸ እኒኹ ረሲሐ እኒኹ ኣንጽሀኒ ኢልካ ብትሕትና ትናገሮ እቲ ርህሩህ ኣምላኽ እቲ ቸር ዝኾነ ኣምላኽ እቱ ላባና ኣሕና ከይንጠፍእ ዝደሊ ኣምላኽ ኣፍቃሪ ኣምላኽ ልኣና ክሰምዐና ልኣና ክፍውሰና ልኣና ከንፅህና ዝተዳለየ ድልው ኣምላኽ እዩ ናይና ፍቓድ ጥራሕ ይደሊ ማለት እዩ ስለዚ ፍቓዱ ምእንቲ ክኾን እንታይ ኢና ክንገብር ዝግበአና ማለት እዩ ቡቲ ናይ እግዚኣብሄር ፍቓድ ቡቲ ናይ እግዚኣብሄር ቃል ለቅመጠልና መሰረት ኣድሕነኒ ናይ ምባል ዕድል ግን ለኣና ተዋሂቡና እዩ ማለት እዩ። ፍቃድ ይደሊ ካባና ከድሕነካ ትደሊ ዶ እዩ እኮ ልበሎ ትድሕን ትደሊ ዲኻ ኢልዎ ልመጻጉእ ማለት እዩ። እወ ክድሕን ሃም ልደሊ እኮ ይፈልጥ እዩ ግን ለለወይሱ ፍቃድ ይደሊ ካብ ባዕሉ ስለዚ ሕና እውን ትድሕን ትደሊ ዶ ልድሕን ክድሕን ለይደሊ ሰብ የለ መቸም ኩሉ ግዜ ማለት እዩ ከምዚ ኣቦታትና እንታይ ይብሉ ሓደ ሰብ ብዝሙት ወዲቁ ብሓጢኣት ወዲቁ ትሪኦ ተለካ ኣይትስሓቆ ወይ ኣይተንቋሽሾ ኣይትፍረዶ ይብሉ ምክንያቱ ስጋ ሸኒፋቶ ናይ ስጋ ፍቃድ ሸኒፍዎ እምበይ ገሃነመ እሳት ደልዩ ክሓጢ ደልዩ ካብ እግዚኣብሔር ክፍለ ደልዩ ሓጢኣት ዝሰርሕ ሰብ የለይ ተኽኢልካ ጸልየሉ ተይለኽኢልካ ግን ኣይትፍረዶ ይብሉ ስለዚ ብእውነቱ ኣሕና እውን ኩሉ ግዜ ጸሎት ክንገብር ተቋሺሽና ተሓጽ ምክንያቱ ኣብዚ ሓደ ቅዱስ ኣቦና እንዶ እንታይ ይብልሲ ጸሎት ማለት ሲ ይብል ቅዱሳን ጥራሕ ተቐመጠ ልሓጣን እዩ ተቐሚጡ ቅዱሳን ልጽልዩ እንድሕር ኮይኖም ይብል ቅዱሳን ህንዲ እዚ ልጽልዩ እንድሕር ኮይኖም ሲ ሓጣንማ ህንዲ እየ ይጽልዩ ምክንያቱ ስለ ሓጢኣቶም ልሓፀቡ ልሓሰቡ ስለ ዝተፈላለየ ልሓፀቡ ልዕሊ ናይ ቅዱሳን ደረጃ ክፅሉ ሃም ልግብኦም እዩ ልነገረና ማለት እዩ ስለዚ ብሩኻት ኣነ ሓጢኣተኛ እዮም መምሓረኒ ሃም ትልበሎ ብቀዳማይ ላብ ጋዕናዮ ነበርና ኣብ ሉቃስ ወንጌል ምዕራፍ 18 ለሎ ማለት እዩ ሓና እውን እሱ ክንብል ይግበአና ብትሕትና ክንመላለስ ይግበአና ብትዕግስቲ እውን ክንመላለስ ሃም ልግበአና ይነግረና ኣሎ ማለት ስለዚ መዝሙረ ዳዊት ይኹን ካልእ ጸሎታት ሃመ ይለማመድ እንተይልና እግዚኣብሔር ኣምላኽ ምውጋዕ ምዃኑ ምርዳእ መጀመርያ ጸሎት ማለት ምስ እግዚኣብሔር ምውጋዕ እንድሕር ኮይኑ ሓንቲ ምስ እግዚኣብሔር ዘውግዐላ ቋንቋ መዝሙረ ዳዊት እያ እሳ ድማ ኩላ ክሕዛት ኮይነ መጀመርያ ብሓንቲ ክጅምር እኒኤኒ ኢልና እቲ ሓንቲ ምስ ህይወትና ምስ ማንነትና ክትተሓዝ ምፅዓር ማለት እዩ እዚ እንድሕር ኢልና እቲ ካልኣይ እንታይ እዩ ክፅሊ ከለኹ ሓሳባተይ ይበታተን እንታይ ክገብር ሓሳባተይ ይበታተን ለየለ ሓሳብ ናይ ዝሓለፈ ሓሳባት ይስምዐኒ ይመፅእ ክፉእ ሓሳባት ይኹኑ ፅቡቕ ሓሳባት ይኹኑ ዝኾኑ ትዝታታት ይመፁና ስብስብ ኣቢልና ምስ እግዚኣብሔር ኣምላኽና ከይነውግዕ ይገብሩና ወይ ከዓ ይገብረንና እንታይ እዩ እቲ ሓሳብ እዚ ወይ ከዓ እቱ ነገር እዙይ ሲ እንታይ እዩ ብሃመይ ክሰግሮ ዝግበአኒ ዝብል ሓሳባት ወይ ከዓ ሕቶ ይመፀኒ እዩ ማለት እዩ ኣብዚ ታይ ኢና ንርኢ እቲ ናይ መጀመርያ ነገር ታይ እዩ መጀመርያ ጥበበኛታት ክንኾን እኔና ደቂ ሰባት ትበሃል ተለና ወይ ከዓ ደቂ ክርስቶስ ትበሃል ተለና ጥበበኛታት ተንኮለኛታት ታይ ድዩ ኣብ ማቴዎስ ወንጌል ምዕራፍ 10 16 ታይ ይብለና ወኣነ ይብል እፈንወክሙ ከመ ኣባጊዕ ማእከለ ተኩላት ክኑ ጠቢባነ ከመ ኣርዌ ምድር ወየዋሃነ ከመ ርግብ ይብል ኣነ ከመ ኣባጊዕ ናብታ ተኹላ ዝኾነት ዓለም ናብታ ብሓጢኣት ዝተጨማለቐት ዓለም ናብታ ሓጢኣት እምበይ ፅድቂ ናይ ፅድቂ ጨና ዘይብላ ዓለም ላፍታ ተንኮለኛ ክፍኣት ዝተመልኣ ዓለም ክልእኸኩም እየ ነገር ግን ላፍታ ዓለም ላፍታ ዓለም እዚኣ ላፍታ ተኹላ ዝኾነት ዓለም ትልእኸኩም ተለኹ ብለይ መሳርሒ ይልእኸኩም እዩ ብለይ መቕዘፍ ይልእኸኩም እዩ እቲ ዓለም ቀዚፍኹም ድሒንኹም ንባዕልኹም ድሒንኹም ካልኦት እውን ኣድሒንኹም ክትወፁ ምእንቲ ክልተ መሳርሒ ሒዘ ክልእኸኩም እየ ወይ ከዓ ኣቲ ሒዘ ክሰደኩም እየ ኢልዎ ማለት እዩ እንታይ እንታይ እየ ንሳተን ጥበበኛ ከም ኣረዊ ምድር ወይ ከዓ ከም ተመን ለዋሃት ድማ ከም ርግቢት ኹኑ ኢልና ማለት እዩ ካሊእ መዓልቲ ብደንቢ እንታይ ስለልኾነ እዩ ጥበበኛ ተባሂሉ ተመን ሃም ተመን ጥበበኛታት ትኾኑ ልተባልና እንታይ እዩ ከም ርግቢት ኸ ርግቢት እንደየናይ ለዋህ ስለልኾነ እቲ ሃመ ዓይነት ለውሃት ኢና እንጥቀም ንብል ካሊእ መዓልቲ ካብ ሓሳብና ከየውፀእና ማለት እዩ ካሊእ መዓልቲ ክንርኢ ኢና ግን ኣብዚ ጥበበኛታት ክንኾን ልደለኹሉ ሚንስታ እዩ ሰይጣን ኣሕና ምስ እግዚኣብሔር ክንራኸበ ይደሊ ኣሕና ክንፀድቕ ኣሕና ምስ እግዚኣብሔር ተራኺብና ደስታ ክነግኒ ህይወትና ተቃንዐ ክኾነ ይደሊ እሱ ምስኡ ክንሐልፎ ከምቲ እሱ ብትዕቢቱ ልወደቐ ብትዕቢት ክንወድቕ ከምቲ እሱ ብስስዐ ልወደቐ ሐና እውን ብስስዐ ክንወድቕ ለለዎ እሺ ኣነ መልኣኽ እየ ከመስግን ተፈጢረ ኢሉ ተዓገበ ኣምላክነት ተመንዩ መልኣኽነት እውን ከም ልሰኣኖ ኣሕና እውን እቲ ነገር እሱ ተመኒና እቲ ለለና ጸጋ ከም ኣዳምና ሔዋን ልገበርዎ ማለት እዩ ሰብነት ሂዎም ልሃለ ናይ ጸጋ ኣምላኽ ኮይኖም ንሃለዩ ናይ ባህሪ ኣምላኽ ክኾኑ ደድዮም ዓይንኹም ክግለጽ እዩ ምስ ተባሃሉ ክልተ ምኽሪ እዮም ሰሚዖም ባይዘወይ ኣዳምና ሄዋን ትርኢ ተለና ክልተ ምኽርታት ተዋሂቦም ወይ ከዓ ክልተ ትእዛዝ ማለት እዩ ካብ እግዚኣብሄር መጀመርያ እንታይ ኢሉ ኣብ ገነት ዝለሎ ኩሉ ብልዑ ግን ካብታ ተኽሊ እዚኣ ግን ከይትበልዑ እዚኣ ሕማቐይ ፅቡቕ ትፈሊ ካብዚኣ ምስ በላዕኹም ድማ ናይ ሞት ሞት ክትመቱ ኢኹም ካብ እግዚኣብሄር ክትፍለዩ ኢኹም ኢልዎም ማለት እዩ እዚኣ ሒዞም ዲያብሎስ ድማ ድሕሪ ሸውዓተ ዓመት መፅኡ እንታይ ኢልዎም ክትመቱ ዘይኮነሲ ዓይንኹም ከይበርህ ከም እግዚኣብሄር ከይትኾኑ እያም ኢልኩም ሕማቕይ ጽቡቕይ ናይ ምፍላጥ ዓቕሚ ከይተጥርዩ እያ ሃም ኢሉኩም እምበይ ኣይትሞቱ ኢሉ ክልተ ትእዛዝ ሰሒብዎ ማለት እዩ ካብኡ ካብ ናይ እግዚኣብሄር ትእዛዝ ናይ ሰይጣን ትእዛዝ ወሲዶም ሞይቶም ማለት እዩ ስለዚ ሕና እውን ክልተ ምርጫ ይባህወና ኣሎ ኩሉ ግዜ ሓውና ማይ ማለት እዩ ኢድና ላብል ደለና ሓሳብና ላብል ደለና ድልየትና ላብል ደለና ምርጫና ላብል ደለና ነፃ ፍቓድ ትበሃል ተሎ ነፃ ፍቓድ እዩ ኮይንዎ እግዚኣብሄር ኣየገድደካይ ዚኣን ዚኣን ሂበካ እኔኹ ዚኣ ሕማቕ መንገዲ እያ ዚኣ ጽብቕቲ መንገዲ እያ ላፍታ ሕማቕ መንገዲ ተይልኻ ኣየገድደካይ ላፍታ ጽብቕቲ መንገዲ ተይልካ ደስ ላበለኒ ይቕበለካ ኢሉ ይነግረካ ማለት እዩ ስለዚ ሕና እውን ዲያብሎስ ናትና ደስታ ለየደስቶ ስለ ዝኾነ ናትና ሓጎስ ዘየሐጉሶ ስለ ዝኾነ ሃመይ ገይሩ ክንሕጎስ ክሓገና ኢልኩም ትሓስቡ ሰብስብ ኣቢልና ሃመይ ገይርና ምስ እግዚኣብሄር ክንነጋገር ኢልኩም ትሓስቡ ስለዚ እትና መጀመርያ ክንሪኦ ክንሰምዖ ክንርደእ እና ልግቦ ዲያብሎስ ፀላኢና እዩ ጥንተ ጠላታችን ወይ ከዓ ናይ ጥንቲ ፀላኢና ናይ መነሻ ፀላኢና ዲያብሎስ እዩ እሱ ፀላኢና እንድሕር ኮይኑ ናይና ደስታ እንድሕር ለየደስ ተኮይኑ ምስ እግዚኣብሔር ክንራኸብ ምስ እግዚኣብሔር ክንፀድቕ እንድሕር ለይደሊ ኮይኑ እሱ እሱ ሓሳባትና ትበትነ ተሎ ንሕና እዙይ ክርድአና እኒኦ ማለት ናይ ሰይጣን ፈተና ምዃኑ እምቢ ክንብሎ ምእንቲ ማለት እዩ ኩሉ ግዜ ሓሳበይ ትበታተ እንተሎ ወይ ከዓ ሓሳበይ ምስ እግዚኣብሔር ስብስብ ኣቢለ እንድሕለ የውግዕ ኮይነ ሲ እግዚኣብሔር እኮ ቅዱስ እዩ ይንበል ልመፀኩሞ ስለ ሓጢአተኛታት እዩ መፅኡ ቅዱስ ዋላ ተኾነ ግን እቲ ናይና ሰብነት እቲ ናይና ረስሓት እሱ ተይፈረደ ወይ ከዓ ተይፈረሖ ወይ ከዓ ተይተፀየፈ መፂኡ ሂቡና መፂኡ ስጋና ለበይሱ መፂኡ ለኣና መሲሉ መፂኡ ኣብዛ ዓለም እዚኣ ተመላሊሱ ልመን ልሓጣን እየመፅየኩ ኢሉ እዩ ነቶም ቅዱሳንማ ምንም ምምፃእ የድልዮም እዩ ሓኪመ የድልዮም እዩ ላእቶም ስለዚ እዙይ ክንሕዝ ይግበና ለኣና ልሓጢኣተኛታት መፅኡ ምዃኑ ፈዊስና ከይዱ ምዃኑ ኣድሕንና መገዲ ድሕነት ኣርእና ከይዱ ምዃኑ ክርድአና ክንፈልጥ ይግበአና ማለት እዩ ስለዚ እትና መጀመርያታ እዩ ናይ ሰይጣን ናይ ዲያብሎስ ፈተና ምዃኑ ፈሊጥኻ ዋላ ፈተናታት ተመፀ ዋላ ሓሳብካ ተተበተነ እምቢ ምባል እምቢ ዋላ ሓሳባተይ ተተበተነ ሓሳባትካ ተበቲኑ ተበቲኑ ዝሃለየ ፀኒዕኻ ፀሎት ምግባር ለባዕሉ ዓብዪ ፈተና እዩ ዓብዪ ሓይሊ እዩ ዓብዪ ቅልስ እዩ እቲ ምስ ዲያብሎስ ትገብረሉ ቅልስ ለባዕሉ ፀሎት ምዃኑ ክርደአና እኒኦ ማለት እዩ እግዚኣብሔር ኩሉ ነገር ይፈልጥ ስጋ ለቢስና ምዃንና እቲ ደካማ ስጋ ለቢስና ምስ ዲያብሎስ ንዋጋእ ኣለና ምዃንና ይፈልጥ ስለዚ ከድሕነና እዩ ምንም ጥርጣረ የለይብሉ ማለት እዩ ከድሕነና እዩ ክፍውሰና እዩ ስለዚ እንታይ ንገብር እኒና ማለት እዩ ኣብቱ መሰረት እነቱ ዝፀኒዕና እምቢ ክፅልእ እየ ምስ እግዚኣብሔር ኣምላኽ እየ ክጋነ ዝኽእል ዋላ ሓሳባት እየተተበተነ እምቢ ኢልና ክንፅልእ ከም ዝግበአና ይነግረና ኣሎ ማለት እዩ እቲ ካልኣይ ታይ እዩ መጀመርያ ክወዲ ኢልና ኣብ ቲክቶክ ነርና ኣብ ማሕበራዊ ሚድያ ነርና ኣብ ስልኪ ምውጋዕ ስኢና ሓሰውቲ ወግዕታት ላውጋዕና ነርና ልሓሰና ነርና ካልእ ነገራት ላውጋዕና ነርናስ ምፅ ኢልና ስኢና ላው ፀሎት ህሩግ ኣይንበል ቀጥታ ላው ፀሎት ይንእተ ናይ ምርግጋዕ ናይ ዝግጅት ናይ ሓሙሽተ ደቂቃ ዝግጅት ንግበር ከፍ ኢልና ዕርፍ ኢልና ሕዚ ምስ ልኡል ኣምላኽ ምስ ንጉሰ ነገስት ምስቱ ናይ ባሕሪ ኣምላኽ ዝኾነ ጎይታ መድሃኒ ኣለም ምስኡ ከውግዕ እየ ኣብ ግድሚኡ ወይ ከዓ ኣብ ቅድሚኡ ኣብ ቅድሚኡ ቆይመ ኦ ኣምላኸይ ድሕነኒ ኦ ኣምላኸይ ፈውሰኒ ኦ ኣምላኸይ ምሳኻ ከውግዕ ይደሊ ኣለኹ ነብሰይ ትጸምአካላ ነብሰይ ሓይልኻ ድሕነትኻ ትደልላ ብለይላ ኣኻ ድሕነት የለይ ብለይላ ስኻ ድኻ ምንበይ ሓይሊ የለይ ብለይ እስኻ ተስፋ ምቑራጽ እምቢ ተስፋ ምግባር የለይ እሞ ተስፋይ ሓይለይ እስኻ ኢኻ ስለዚ ምሳኻ ተውግዕ ትደልላ ነብሰይ እሞ ንዓኻ ኣንጽሐኒ ፈውሰኒ ክንብሎ ይግበአና ማለት እዩ ስለዚ ናይ ምርግጋዕ ናይ ዝግጅት ጸሎት ንእሽተ ደቂቃ ወሲድና ላብ ጸሎት ምእታው ማለት እዩ ለኣካላትና ለህይወትና ልነብስና ምርዳእ ሃምኡ ኢልና ምስ ኣምላኽ የውግዕ ኣለኹ ኸዚ ስለዚ እሱ ኢና መጠኑ ምፍላጥ ማለት እዩ ምስ ኣምላኽ ምውጋዕ ምስ ሰብ ምውጋዕ ምስ ዓለም ምውጋዕ ሰማያ ሰማያት ዝውንን ኣምላኽ ምውጋዕ መን ይበልፅ ደስታ ድሕሽን ሓዘን ካብ ሓዘን ለላቕቐኒ እግዚኣብሄር ድዩ ዓለም እየ ተናግፈኒ እዚኦም ኩሎም ምርዳእ የድልየና ማለት እዩ ስለዚ ብምርዳእ ተኮይኑ ኩሉ ነገር ቀሊል ኩሉ ነገር ፎኪስ ይኾነና ማለት እዩ ስለዚ ልእግዚኣብሔር ኣምላኽና ብግልፅነት ፈውሰኒ ኣድሕነኒ ንብለሉ ደረጃ ምብፃሕ ከድልየና እዩ ማለት እዩ ስለዚ እቲ ናይ መጀመርያ ዝግጅት ምግባር ጸሎት ክትጅምር ተኮይንካ ዝግጅት ክትግበር ከም ዝግቦ ይነግረና ኣሎ ማለት እዩ እቲ ካልኣይ ሓሳባትና ከምዚ ትብተን ተሎ ሓሳባትና ትርበሽ ተለና ድምፂ ኣውፅኢና ምፅላይ ኩሉ ግዜ ብጸሎት ብውሽጥና ግልንጽል ኣቢልና ሲና ነንብብ እንድሕር ኮይና ሓሳባትና ይበታትን እዩ ውሽጢ ሓሳባትና ለየለ ሓሳብ ብስሩ ሓሲብና እውን ለይንፈልጥ ዝረሳዕናዮ ሓሳባት እውን ጸሎት ትገብር ተለና ይመፀና ፈሊጡ ዲያብሎስ እዩ እዚ እውን ስለዚ እንታይ ክንገብር እኒኤና ማለት እዩ ድምፂ ኣውፂእና ምፅላይ እቲ ድምፂ እዝንና ከም ንሰምዖ ጌርና ማለት እቲ ናባዕልና ድምፂ እዝንና ተመሊስና ባዕልና ክንሰምዖ ምግባር ምክንያቱ ብእዝንና ለኣቲ ሓሳባት ብእዝንና ንሰምዑ ድምፅታት እውን ስለርብሸና እቲ ድምፂ ወይ ከዓ እቲ እዝንና ንባዕልና ድምፂ ሰሚዑ ክፅሊ ከም ዝግብኦም ምልምማድ ሓሳባትና ሰብስብ ልክነብል ስለ ልሕግዘና ድምፅና ዓው ኣቢልና ባዕልና ባዕልና ልባዕልና ክንሰምዖ ከም ዝግበአና ጌርና ክንፅሊ ከም ዝግበአና ቅዱሳን ኣቦታትና ይነግሩና ማለት እዩ እዚ ክንገብር እኒአና እቲ ሳልሳይ እንድሕር ኣቋሪፅካ ፀሎት እንድሕር ኣቋሪፅካ ወይ ከዓ ሓሳባተይ ተበታቲኑ ኢልካ ኣብ ካሊእ ሓሳብ ነርካ እንድሕር ኣቋሪፅካዮ ፀሎት ምግባር ፀሎት ምግባር እንታይ ማለት እዩ ዘይምፍራሕ መጀመርያ ዘይምፍራሕ ዘይምጭንናቕ እዚ ኩሉ ኣብ ኩሉ ለሎ ፈተናታት እዩ መቸም ዝኾነ ሓሳባትይ ተበትዩን ኢልካስ ኣይትፍራሕ ኣብ ቅዱሳን ኣቦታትና እውን ልፈተነ እዩ እቲ ፈተና እዚ ማለት እዩ ስለዚ እንታይ ንገብር ኔና ብዘይ ምፍራሕ በስመ ኣብ ወወልድ መንፈስ ቅዱስ ኢልና ኣማዕቲብና ማለት እዩ እንታይ ንገብር ኔና ካብታ ለቋረፅናያ ፀሎት ጀሚርና ምቕፃል ተስፋ ዘይምቑራጽ ጸሎት ምውዳቕ እና ምጅማር ምዃኑ ምስ እግዚኣብሔር ተውግዕ ዓለም ትፍትነካ እንደገና ተውግዕ እንደገና ተውግዕ ምዃኑ ምርዳእ ማለት እዩ ናይ ጸሎት ባህሪ እንድሕር ተረዲእና ኮይኑ ጸሎት ትበሃል ተሎ ወይ ከዓ እግዚኣብሔር ትበሃል ተሎ ሰብ ይኾነ ደማዓንቲ ትማሊ እኳ ከምዚ ኢልካ ኣቋሪፅኻ ይኸድካ ይብለካ ወይ ከዓ ከምዚ ኢልካ እኳ ከምዚ ኢልካ ይኸድካ እሱ ልዕሌና ይርዳእ እንታይ ዓይነት ፈተና እኒና ይርዳእ ግን ፈተና ለይኮነ ለርሕቆ ልቲ ፈተና ንወፀሉ ሓይሊ ግን ይበና እግዚኣብሔር ማለት እዩ ስለዚ ብእውነቱ ካብ እግዚኣብሔር ሓይሊ ላ ተቐበልና ካብ እግዚኣብሔር ሓይሊ እንድሕር ተቐቢልና እዚ ናይ ዓለም ሓይሊ ወይ ከዓ እዚ ናይ ዓለም ፈተናታት ንምሕላፍ ምንም ዘሕዘና ምንም ዘቸግረና ነገር እየህሊ ማለት እዩ ስለዚ እንታይ ኢና ንገብር ዝግበአና ብቱ መንፈስ እሱ ምኻድ ምርዳእ ኩሉ ግዜ ፀሎት ዋላ ተቋረፅኩ ሓሳባት ዋላ ተተበተነ እምቢ ክፅል እየ ክምለስ እየ በስመ ኣም ኢልካ ማዕቲኻ እንደገና ምጅማር ኦ ወዲ ዳዊት ኦ ጎይታይ መድሓኒት ኢየሱስ ክርስቶስ ኦ ክርስቶስ መድኃኔዓለም ሓሳባትይ ክስብስብ ምሳኻ ብንጽህና ከውግዕ ሓግዘኒ ኢልኻ ምጽላይ ማለት እዩ ጸሎት ገይርኻ ድማ ምጅማር ከድልየና ምዃኑ ይነግረና ኣሎ ማለት እዩ ኣብዚ እንድዋ ሓደ ቅዱስ ኣቦና እንታይ ኢለና ሃሙ ክጽሊ ይደሊ እሞ መዝሙር ዳዊት ሒዙ ጠጠብ ትብል ተለስ ብዙሕ ሓሳባት ልነበሪ ኢሉ ይነበሪ ሓሳባት ሃምዙ ለኣና ልርብሸና ኣሎ ማለት ብዙሓት ሓሳባት ይመፅዎ ነይሮም ብጣዕሚ ልገርመኩም ግን መቸም ቅዱሳን ኣቦታትና ኩሉ ግዜ መምህራንና እዮም ላና ኣሪኦምና እቲ መንገዲ ህወት ወንጌልሲ ብምግባር ወይ ከዓ ወንጌልሲ ብህይወት ነዊሮም ዝሓለፉ እዮም ተግቢሮማ ነዊሮማ ናይ ምግባር ህይወት ፈፂሞማ ዝሓለፉ እዮም ስለዚ ቅዱሳን ኣቦታትና እቱ ሓሳቦም ኣብ ጸሎት ሓሳቦም ትብተን ተሎ እንታይ ዓይነት ሜላ ተጠቒሞም እንታይ ዓይነት መፍትሒ ተጠቒሞም ብሃመይ ሸጊሮም ልብል ሓንቲ ታሪክ ሒዝና ብኡ ክንፍጽም ኢና ማለት እዩ እንታይ እዮም ገይሮም ኩሉ ግዜ ይጽሉ ይጽሉ እሞ ትጽሊ ተሎ ኩሉ ግዜ ሓሳባት ይበታተን ዳዊት ትሕዝ ተሎ ይበታተን ካልእ ትሕዝ ተሎ እውን ይበታተኖ እንታይ ይገብር ጠጠው ኢሉ ኣታ ሓሳባት እዩ ኣታ ክፉእ ሓሳባት ስኻ ይብሎ ንስኻ ደስ ላበለካ በፂሕኻ ምፃእ ተደሊኻ ኪድ ተደሊኻ ምፃእ ኣየግድሰኒ ኣነ ግን ይብል ዳዊተይ ሒዘ ብዳዊት ንእግዚኣብሔር ምውጋዕ እየሓድጎይ ጭራሽ እየሓድጎይ ደስ ዝበለካ ህሊናና እንዲ ልብተን ህሊናና ፈሊጡ ይፍትነና ይፍትነና ይፍትነና ካሊእ ሓሳባት የምፀልና ስለዚ እምቢ ልቦናናና ኣካልና ኣካልና ፍታ ልቆምናያ ጠጠው ኢልና ማለት እዩ ኣነስ ምስ እግዚኣብሔር ምውጋዕ እየሓድጎይ ምክንያቱ ካብ ምስ ካሊእ ምውጋዕ ዝበለፀ ምስ እግዚኣብሄር ምውጋዕ ዝበለፀ ምዃኑ ስለ ዝፈልጥ ምስ እግዚኣብሄር ምውጋዕ ከመይ ገይረ ክሓድጎ ስለዚ ምስ እግዚኣብሄር ማ ከውግዕ እየ ብለይ ኢሉ ምስ እግዚኣብሄር ምውጋዕ ምስ ጀመረ ማለት እዩ ሰይጣን ሲ ተስፋ ቆሪፅ ሓዲግዎ ከይድ ይብለና ማለት እዩ ሰይጣን እኮ ሓይሊ የብሉ ኣሕና ደካማተ ስለ ዝኾንና ግን ሰይጣን ሓያል መሲሉ ይርአየና ኣቋሪፅና የንካ ተስፋ የቁርፀና ናይ እግዚኣብሄር ሓይሊ ምዃኑ ምክንያቱ ብክርስቶስ ኩሉ ክኽእሎ እዩ ኢሉ ኣለ ቅዱስ ጳውሎስ ስለዚ ሕና እውን ብክርስቶስ ኩሉ ክኢሎሞ ዝሓለፉ ቅዱሳን ኣቦታትና ኣሕና እውን ብክርስቶስ ልኣቶም ክንመስል ክንስዕቦም ብእውነቱ እዙይ ክርድአና እዙይ ክንፈልጥ እኒአና ማለት እዩ ስለዚ ዝኾነ ፈተናታት ትመፀና ተሎ ካብ ተስፋ ቆሪፅና ካብ ብና ሰይጣን ወይ ከዓ ብና ፀላኢ ሰናያት ፈተና ወዲቕና ጠጠው ነብል ብናይ እግዚኣብሄር ሓይሊ ብናይ እግዚኣብሄር ተስፋ ብናይ እግዚኣብሄር ጉልበት ኑቲ ናይ ዓለም ፈተና ሓሊፍና ደስታ ክርስቶስ ክንረኽቦ ምስ ደስታ ክርስቶስ ክነውግዕ ምስቲ ፈጣሪ ዓለማት ምስ ክርስቶስ ክነውግዕ ምስኡ ምውጋዕ ድማ ልዕሊ ምስ ማንም ምውጋዕ ዝበለጸ ምዃኑ ክርድአና ይግብኦ ማለት እዩ ብሩኻተይ ስለዚ እዚ ምዃኑ እንድሕር ፈሊጥና ጸሎት ደስ ላዕልና ክንጽሊ ኢና ንጸሎት ክንችኩል ኢና ብጸሎት ክንችኩል ኢና ምንም ጥያቄ የብሉ ማለት እዩ ምክንያቱ ምስ እግዚኣብሔር ምጉዓያ ምስ ሓደ ንጉስ ኣውግዕ ክትበሃል ተትድውለልካ ልባዕሉሲ ወይ ከዓ ምስ ፍቅረኛ ኢና ንብለለይ ነፍቅሮ ሰብ ወይ ከዓ ንፈትዎ ኢና ንብሎ ሰብሲ ኣይስልቸናይ ወብግዕ ዒልና እውን ኣብግዕ ታሕቲ ተንሓድር ኣይስልቸናይ ምስ እግዚኣብሔር መውጋዕ እማ ክንደይ ናይ ደስታ ይፈጥር ብእውነቱ መን እዩ ይበልፅ ኢልካ ምውድዳር ናይና እርምጃ ወይ ከዓ ናይና ድርሻ ይኾንሉ ማለት እዩ ፍትዋተይ ስለዚ ምስ እግዚኣብሔር ምውጋዕ ምስ ማንም ካብ ምውጋዕ ዝበለጸ ምኻኑ፣ ናይ ድሕነት መንገዲ፣ ናይ ፍቕሪ መንገዲ፣ ናይ የዋህነት መንገዲ፣ ብእውነቱ ቅዱስ ዳዊት እሱ ኢሉ ገበረ እኮ። ዳዊት ኣብ ልተደገመሉ ዳዊት እኮ ስለ ለይኣበሰ የኾነ እኮ እንደ ልቤ ወይ ከዓ ከም ልበይ ልበሎ ዘከመ ልቤ ኢልዎ ብንስሐ መንገዲ ስለ ልተመላለሰ ብፍቕሪ መንገዲ ስለ ልተመላለሰ እቲ ፍቕሪ ዝኾነ ክርስቶስ ስለ ልመሰሎ እዩ ብይቅርታ መንገዲ ስለ ልተመላለሰ እዩ። ተስፋ ብዘይ ምቑራጽ ሓጢኣት ትገብር ተሎ ናይ ንስሓ መንገዲ ናይ ይቅርታ መንገዲ ስለ ልነበሮ እዩ ማለት እዩ። ስለዚ ሕና እውን ቅዱስ ዳዊት ኣቦና ክንመስል እግዚኣብሔር ኣምላኽና ይርድአና። እቶም ካልኦት እውን ኣብ ካልኣይ ቪድዮ ክንመጾም ኢና። ኣብዚ ክርስቶስ ኣምላኽና ዝመሃረና ዝገሰጸና ዝመዓደና በእውነቱ ኣነ ላተናገርኹ ስኻትም እውን ከፍ ኢልኩም ላሰማዕኹም ኩላትና ንዅላትና ምሂሩ ብሓደ ከድሕነና፣ ብሓደ ንዑ ሃበየ ክብለና ምእንቲ ብእውነቱ እቲ ቃልሲ እውን ምእንቲ ከስመዐና እግዚኣብሔር ኣምላኽና ኣብ ቃሉ የጽንዐና፣ ኣብ ትምህርቱ፣ ኣብ ሓሳቡ ብእውነቱ ካብ ህይወት ካብ ህይወትና ክርስቶስ ክርሕቅ ከም ዘይብሉ ተረዲእና ክርስቶስ ዘይብሉ ህይወት ባዶ ምዃኑ ክርስቶስ ዘይብሉ ህይወት ኪሳራ ምዃኑ ተረዲእና ምስ ክርስቶስ ክንነብር እቲ ምርጫ ንሱ እውን ክንመርፅ እግዚኣብሔር ኣምላኽና መስተውዐሊ ልቦና ይዓድለና። ንስኻትኩም ድማ ኣብ ኩሉ ኣብ ኩሉ ኣብ ስደት ሃሊና ኣብ ዓዲ ሃሊና ብእውነቱ ዓድና እውን ትሕመስ ኣለና ሰላመ ክርስቶስ እቲ ሰላማዊ ኣምላኽ ሰላሙ ይዓድለና ኣብ መሬት ዘሎ ሕመቕ ኣብ መሬት ዘሎ ሓጢኣት ኣብ መሬት ዘሎ ዘረኝነት ኣብ መሬት ዘሎ ክፍኣት ኣርሒቑ ኣብ ሰማይ ዘሎ ምሕረት የውርደልና ክብለኩም ይደሊ ሰላም ኣምላኽ ምሳኻትም ይኹን ሰላም።